ከም ትሪእዎ ዘለኹም ሒዞም እዚ ኣብቲ ሽዑ እዋን ስድርኡ ዝተለኣኸሎም ቪድዮ እዩ ኣቦኡ ኣብ ደገ እዩ ዝቕመጥ ብምባል ወይ ከዓ ክልእኸልና ክእል እዩ ብምባል ምስቶም ፕሮዲሰራት ኦባማ ምህላው እዩ ባራክ ኦባማ ወይ ከዓ ፕረዚደንት ኣሜሪካ ነበር ባራክ ኦባማ ምስቶም ፕሮዲሰራት ኣሎ ስለዚ ኣዝዩ ሴክሪት ዝኾነ ወይ ከዓ ምስጢራዊ ዝኾነ ገዛ ይሰርሕ ምህላው ሸይጣናዊ ሓሳብ ምባል እዮም ገሊፆማ ዘለዉ ምፍርራሕ ቪድዮ ብምስኣል ዓሰርተ ሚልዮን ስደዱ ሰላም ከመይ ትኾኑ ጋይስ ካፊሊ ሎም መዓንቲ ከዓ ንዓኹም መገድሲ ዝበልናዮ ዝተፈላለዩ ሓበሬታታትን ከምኡውን ኣገደሲ ቪድዮታትን ክንርኢ ኢና ስለሳ መወዳእታ ምሳይ ፅንሑ ሓደ ሽሕር ኮንኩም ሳብስክራይብ ኣይትረስዑ ከምቲ ልሙድ ላይክ ኣይትረስዑ ስለሳ መወዳእታ ምሳይ ፅንሑ ለስገው Chip, chip, o kafiri

ናብቲ ቀዳማይ ሓበሬታ ምስ ንኸይድ ብርእሰን ተጣቢቐን ዝተወልዳ ኤርትራውያን መናቱ ናብ ስዑዲ ዓረብ ኣምሪሐን ዝብል ዜና እዩ። እዘን ህጻናት እዚኤን ክውለዳ ከለዋ እቲ ዜና ሰሚዕኩሞ ክትኮኑ ትኽእሉ ኢኹም። ቅድሚ ውሑዳት እዋናት ኣብ ከረን ብርእሰን ተጣቢቐን ዝተወልዳ ህጻናት ብምባል ዜና ዘርጋሕ ነይሩ ማለት እዩ። ኣብዚ ሕጂ እዋን ከኣ ብርእሰን ተጣቢቐን ዝተወልዳ ኤርትራውያን መናቱ ንሕክምናዊ ምርመራ ናብ ስዑዲ ዓረብ ኣምሪሐን ምህላወን ስዑዲ ዓረብ ከምዚ ትርእይዎ ዘለኹም ብመልክዕ ቪድዮ እዮም ዝገልጽዎ ዘለዉ ማለት እዩ። እተን ኣስማተን ሱሜሓን ጃዕፈር ኣስማን ሱሜሓን ጃዕፈር ዓብዱ ዝተባህላ መናቱ ምስ ወለደን ናብ ዓለምለኻዊ መዓርፎ ነፈርቲ ንጉስ ካልድ ሪያድ ድሕሪ ምብጽሐን ናብ ስፔሻሊስ ሆስፒታል ንጉስ ዓብደላ ከም ዝተወስዳ መራኸቢ ብዙሃን ስዑዲ ዓረብ ይገልጻ ኣለዋ ማለት እዩ። ኣብቲ ሚኒስትሪ ሃገራዊ ሓለዋ ዝካየድ ሆስፒታል ብመጥባሕቲ ክፈላለያ ዝኽእላ እንተኾይነን መርመራ ክካየደለን ምዃኑ'ውን እቲ ሓበሬታ የረድእ ኣሎ። እዘን ማናቱ ኣብ ፈለማ እዚ ዓመት ኣብ መወከሲ ሆስፒታል ከረን እየን ተወሊደን ማለት እዩ። ድሒረን ናብ ክፍሊ ምክትታል ናጽላታት ሃገራዊ መወከሲ ሆስፒታል ኦረታ ኣስመራ ተወሲደን ክንክን ይግበረለን፣ ጥዕነን ኣብ ጽቡቕ ኩነታት ምንባሩን ይግለጽ ኣሎ ማለት እዩ። ከምቲ ትርእይዎ ዘለኹም ከኣ ትማሊ ናብ ስዑዲ ዓረብ ከም ዝኣተዋ ማዕከናት ዜና ስዑዲ ዓረብ ይገልጽኦ ኣለዋ ማለት እዩ። ናብ ካልእ ሓበሬታ ምስ ንኸይድ ከኣ ብዛዕባ እዚ እትርእይዎ ዘለኹም ማርክ ዙከርበርግ ዝተባህለ ወናኒ ፌስቡክ፣ ኢንስታግራም ከምኡውን ዋትሳፕ ወይ ከኣ ወናኒ ሜታ ካምፓኒ ሜታ ዝኾነ ኣብዚ ሕጂ እዋን እቲ ዝኸበረ ገዛ ይሰርሕ ምህላው ከምኡውን እቲ ኣዝዩ ሴክሪት ዝኾነ ወይ ከዓ ምስጢራዊ ዝኾነ ገዛ ይሰርሕ ምህላው ኣገራሚ ገይርዎ ኣሎ

ኣብ ሃዋይ እዩ ዝሰርሖ ዘሎ እዚ ገዛ ማለት እዩ።
include a massive underground bunker.
ስለዚ ከም ትሪእዎ ዘለኹም እቲ ዝበዝሐ ኣንደርግራውንድ ዝስራሕ ዘሎ ገዛ እዩ ማለት እዩ። This is something we need to talk about because it is some leave the world behind shit. እዚ ናይ ማርክ ፕሮጀክት ከኣኒ ምስዛ ሊቭ ዘ ዎርልድ ቢሃይንድ እትብል ፊልም የመሳስልዋ ኣለዎ ማለት እዩ። እዛ ፊልም እዚኣ ኣብዚ ዓመት እዚ ካብ ኣዛረቢ ኣዛረብቲ ዝነበረት ፊልም ሓንቲ እያ ማለት እዩ። ኣብዚ ዓመት ዝተዘርግሐት

ሚእቲ ሚልዮን ዶላር ክወስደሉ ምዃኑ ወይ ከዓ ብግምት ክውድእ ምዃኑ እዩ ተገሚቱ ዘሎ ማለት እዩ ስፍሓት ዋጋ ከም ትሪእዎ ዘለኹም ምስ ስታድየም ክነፃፀር ከሎ ወይ ከዓ ንሓንቲ ናይ ኩዕሶ መፃወቲ ስታድየም ክነፃፀር ከሎ ማለት እዩ ስፍሓቱ ከም ትሪእዎ ዘለኹም እዚኣ ኣብዛ ትሪእዎ ዘለኹም ደቃቕ ስታድየም እያ ወይ ከዓ ስፍሓት ናይ ኩዕሶ እግሪ ዝፃወቱላ እያ ስለዚ መዓር ክንደይ ሰፊሕ ምዃኑ እዩ ማለት እዩ

ስለዚ እዚ ገዛ እዚ ከኣ ኣዝዩ ምስጢራዊ ገዛ እዩ ተባሂሉ ዘሎ ምስጢራዊ ገዛ ዝተባሃለሉ ተቐዳማይ ተቐዳማይ መጀመርያ እቲ ዝበዝሐ ገዛውቲ ከም ትሪእዎ ዘለኹም ንታሕቲ እዩ ማለት እዩ ኣንደርግራውንድ ዝተሰርሑ ገዛውቲ እዮም በዚ ከዓ ከም ትሪእዎ ዘለኹም መህደሚ እውን ኣለዎ ስለዚ ብሓፈሻ ንመሕብኢ ተባሂሉ ዝተሰርሐ እዩ ማለት እዩ ንመሕብኢ ወይ ከዓ ኣብ እዋን ሓደጋ ንእዋን ሓደጋ ተባሂሉ ዝተሰርሐ እዩ ኣብ ዝኾነ ይኹን ኣብ ምድሪ ዝኾነ ይኹን ምስ ዘጋጥም ወይ ከዓ ብሓፈሻ እቲ ዝፍራሕ ናይ ኒውክለር እዩ ስለዚ ከምኡ ዓይነት ሓደጋታት ስለ ዘጋጥም ክሳብቲ ዝለዓለ ናይ ኒውክለር ሓደጋ ስለ ዘጋጥም ንዑ ካብኡ መህደሚ ተባሂሉ እዩ ተሰሪሑ ዘሎ ዝበዝሐ ገዛውቲ ከም ትሪእዎ ዘለኹም ኣብ ታሕቲ ኣደርግራውንድ ተሰርሐ እዩ ማለት እዩ ነዚ ገዛ እዚ ዝሰርሑ ከዓኒ ነዚ ገዛ እዚ ኣብዚ ገዛ እዚ ኣብ ምስራሕ ተሳቲፎም ዘለዉ ከዓኒ ዋላ ሓደ ንኸይዛረቡ ወይ ከዓ ዝኾነ ይኹን ምስጢር ከየውፅኡ ብዛዕባ እዚ ገዛ ከመይ ይስራሕ ኣሎ ወይ ከዓ እንታይ እንታይ ይስራሕ ኣሎ ዝብል

እቲ ሓንሳብ ተረዲእኩም ኣሎ ማለት እዩ እቶም ዘይረኣኹም መኻኒ ክልተ ሰዓትን ዒስራን ሓደን ሚኒትን ክልተ ሰዓትን ዒስራን ሓደን ደቂቕን እያ ስለዚ ረእይዋ ማለት እዩ ብሓፈሻ ነዛ ፊልም እዚኣ ፍልይቲ ዝገበራ ወይ ከዓ ሰብ ተገዲሱ ክርያ ወይ ከዓ ከም ሓቂ ክወስዳ ዝኸኣለ ነገር እንድሕር ሃልዩ ምስቶም ፕሮዲሰራት ኦባማ ምህላው እዩ ባራክ ኦባማ ወይ ከዓ ፕረዚደንት ኣሜሪካ ነበር ባራክ ኦባማ ምስቶም ፕሮዲሰራት ኣሎ ስለዚ ሓሳብ ናይ ባራክ ኦባማ ኣብዛ ፊልም እዚኣ ኣሎ ማለት እዩ ስለዚ በዚ ከኣ ብዙሕ ሰብ ሓቅነት ኣለዎ ብምባል ወይ ከዓ ብጥርጣረ ክጥምቶ ይፍትን ማለት እዩ ከምዚ ምስ ናይ በዓል ማርክ ዙከርበርግ ከዓ የመሳስሎ ማለት እዩ ተረዲኹም ኣለኹም ስለዚ ብዙሓት ነዛ ፊልም እዚኣ ዝረኣዩ ሰባት ሸይጣናዊ ሓሳብ ምባል እዮም ገሊፆማ ዘለዉ እዛ ፊልም እዚኣ ብዛዕባ ንኣሜሪካ ኣብ መፃኢ ዘጋጥማ እትገልፅ ፊልም እያ ማለት እዩ ኣሜሪካ ብዙሓት ፀላእቲ ስለትገብር ድሕርዚ ብናይ ሳይበር መጥቃዕቲ የጋጥማ ሞኒ ብሙሉእን ሳትላይትስ ናይ ኣሜሪካ መጥቃዕቲ የጋጥመን ድሕርዚ ኣሜሪካ ዘጋጥማ ሓንፈሽፍሽ ኣሜሪካ ዘጋጥማ ሓደጋ እትገልጽ እያ ማለት እዩ ስለዚ በዚ ከዓ እቶም ሃብታማት ጥራይ ሰርቫይቭ ክገብሩ ከም ዝኽእሉ እተርኢ ፊልም እያ ማለት እዩ ስለዚ እቶም ሃብታማት ብኣንደርግራውንድ ሰሪሖም ክነብሩ ከም ዝኽእሉ ወይ ከዓ ኣዳልዮም ከም ዘለው እተርኢ ፊልም እያ ማለት እዩ ኣክቹዋሊ ፊልም ፊልም እዩ ግን ብሓፈሻ በዓል ኦባማ እንታይ ሓሲቦም ከም ዝፀሓፍዋ ንምርዳእ ዝኣክል እንተዘይኮይኑ እምበሪ

መሕብኢ ዝኾኖ ገዛ ወይ ከዓ ኣብ ግዜ ሓደጋ ከገልግሎ ዝኽእል ገዛ እዩ ተሰርሑ ዘሎ ስለዚ ዛስ ዋይ እዮም ዘመሳስልዎ ዘለዉ ማለት እዩ ብሓፈሻ ግን ፊልም ፊልም ምዃኑ ኣይተርፎን እዩ ከም ሲሪየስ ኣይትረኣይዎ ማለት እዩ ግን ምፍላጡ ግን ነውሪ የብሉን ምሾ ስለዚ እስኪ ብዛዕባ እዚ እንታይ ትብሉና ንስኹም ከዓ ሓሳብኩም ኣብ ኮመንት ግደፉ ናብ ካልእ ኣገዳሲ ሓበሬታ ምስ ንኸይድ ከኣ ኣብዚ ሕጂ እዋን ኣብ ኢትዮጵያ ካብ ዘጋጥሙ ዘለዉ ሓደገኛት ነገር ኣብ ኢትዮጵያ ቴሌቪዥን ዝተዘርግሐት ሓንቲ ሓበሬታ ከርእየኩም እየ ማለት እዩ
የእገታ ወንጀል የተፈጸመበት ወጣት ሙሉ መብራቱ ጸጋ ይባላል። ወንጀል ፈጻሚዎቹ እጅግ ዘግናኝ ፊልሞችንና ፎቶግራፎቹን ለወላጆቹ በመላክ 10 ሚሊዮን ብር ካልተ ክከፍላቸው ወጣቱ እንደሚገጥም የማስፈራሪያ መልእክት ይልካሉ። ስለዚ ከም ሰምዕዎ ዘለኹም ዝግለሰብ እዚ ቅድሚ ውሑዳት እዋናት ኣቢሉ ብሰብ ተታሒዙ እዩ ተወሲዱ ማለት እዩ ከም ትሪእዎ ዘለኹም ከዓ ናብ ርሕቕ ዝበለ ቦታ ወሲዶም ንቤተሰቡ ቪድዮ እንዳለኣኹ ማለት እዩ ከም ትሪእዎ ዘለኹም ብፒንሳ ነብሱ እንዳሓዙ ከምኡ ናብ ግንባሩ ኣብ ግንባሩ እውን ከም ትሪእዎ ዘለኹም ብላማን ካልእ ካልእን ምስል ከምትሪእዎ ዘለኹም ሃርሞ ነይሮም ማለት እዩ ስለዚ እዚ ግለሰብ እዚ ንቤተሰቡ 1 ሚሊዮን ተዘይሰዲድኩም ክንቀትሎ ኢና ብምባል ከፈራርሑ ጀሚሮም ማለት እዩ ስለዚ እዚ ሓደ ካብቲ ልሙድ ኮይኑ ዘሎ ኣብ ኢትዮጵያ ሓደ እዩ ማለት እዩ የማስፈራሪያ መልእክት ይልካሉ እገታ የተፈጸመበት ልዑል መብራቱም የሚከተለውን ብለዋል
ከም ትሪእዎ ዘለኹም ሒዞም እዚ ኣብቲ ሽዑ እዋን ዝተላእኸሎም ቪድዮ እዩ ማለት እዩ ንስድርኡ ዝተላእኸሎም ቪድዮ እዩ ስለዚ ከም ትሪእዎ ዘለኹም ኣብ ግንባሩ ሃሪሞሞ ኣለዉ እቲ ብጨጉሪ ሒዞሞ ዘለዉ ከዓ ፒንሳ እዩ ስለዚ ብከምዚ ገይሮም ንስድርኡ ብምፍርራሕ ቪድዮ ብምስኣል 1 ሚልዮን ስደዱ ተዘይኮይኑ ክንቆትሎ ኢና ብምባል ብዙሕ ናይ ምፍርራሕ ቪድዮታት ልኢኾምሎም

የታጋች ወጣት ወላጅ አባት ውጭ ሀገር ይኖራል በሚል መረጃ ወንጀሉን መፈጸማቸውን በምርመራ ተረጋግጧል። እዚ ከም ትሪእዎ ዘለኹም ናብ ርሕቕ ዝበለ ቦታታት እዮም ወሲዶሞ ኣብኡ ከይዶም ብሓሙሽተ ሽሕ ብር ገዛ ተኻርዮም ኣብኡ ኣብ ደገ እዩ ዝቕመጥ ብምባል ወይ ከዓ ክልእኸልና ክእል እዩ ብምባል እዮም ነዚ ገበን እዚ ፈፂሞሞ ማለት እዩ። ስለዚ ኣዝዩ ዘሕዝን ነገር እዩ። በዚ ከኒ ኣዚኹም ጥንቃቐ ክትገብሩ ኣብዚ ሕጂ እዋን ልሙድ እንታኾነ ዝኸይድ ዘሎ ነገር ስለ ዝኾነ ጥንቃቐ ክትገብሩ በዚ ኣጋጣሚ ምሕጸነኩም። ስለዚ ጋይስ ሎማዓን ዝበልናዮ ቪድዮ ዝመስል ነይሩ ሓደ ሽሕ ርኪንኩም ሳብስክራይብ ኣይትረስዑ ላይክ ኣይትረስዑ ክሳብ ኔክስት መደብ ንራኸብ ፒስ